ሰላም ሰላም የሕዋት ከመይ ቅኒኹም ደሓን ዶ ቅኒኹም እንኳዕ ብሰላም መጻኹም ናብ ቻነል እንዳበልኩ ሎማዓንቲ ድማ ምስ ኣውደ ኣመተይ ተመሊሰኩም ኣለኹ ኣውደ ኣመት ከመይ ሓሊፉ መቸም እዚ ግዜ እንታይ ኣሎ ጾም ተወዲኡ ድሮ ኣውደ ኣመት ከማን ሓሊፉ ሓንቲ መዓልቲ እና ደጊመ ደጋጊመ ከዓ ርሑስ ርሑስ ርሑስ ርሑስ ኣውደ ኣመት ክብለኩም ደሊ ኣውደ ኣመት ከመይ ሓሊፉ ከምዚ ናትና ፅቡቅ ኣውደ ኣመት ሕሊፍኩም ክትኮኑ ድማ በዓልቲ ሙሉእ ተስፋየ ብዝኾነ ሎማዓንቲ ናይ ኣውደኣመት ውዕለይ ሒዘልኩም መፂኤ ኣለኹ። ኣውደኣመት ኣብ ገዛና እንታይ ይመስል ብሕፅር ዝበለ ከርእየኩም እየ። ኣዝያ ሕፅር ዝበለት ግን ከዓ ፅብቕቲ ኣውደኣመት እየ ሕሊፈ ማለት እዩ። ብዝኾነ ናይ ኣውደኣመት ቭሎግ ከርእየኩም እየ ሎማዓንቲ ሕፅር ሕፅር ኣቢልና ከየንዋሕናዮ ማለት እዩ። ብዝኾነ እዚ ንግሆ እዩ ንግሆ እኮ ኣይኮነን ቤተክርስትያን ከይድናስ ከባቢ ሰዓት ዓሰርተን ገለን እንዲዩ ገለ ከባቢ ኮይኑ ኣሎ ማለት እዩ ንጎት ስኢለ ግን ገዛይ ከምዚያ ኮይና ኣፀራርያ ፀኒሓትኒ ምክንያቱ ምሸት ቅድሚ ምድቃሰይ ገዛይ ብምልኡ ኣፀራሪሪ ኣቢለ ቤተክርስትያን ከይደ ብድሕሪኡ እውን ካብ ቤተክርስትያን መፂና ንእሽተይ ምስ በላዕና እቲ ዘሎ ፀራርየ ገልመለየ ደቂሰ ማለት እዩ ምክንያቱ ንጎት ሱ ከለኩ ኣነ ገዛይ ኩሉ ግዜ ፅሩይ ክተፀኒሐኒ ከምዚ ምስ ሓይለ እዩ ዝትስእ ማለት እዩ ስለዚ ብፍላይ ኣውድ ኣመት ገለ ኮን ከሎ ከዓ ህፃይን እና መታን ከይውዕል ገዛና ከምዚኣ ጌርና ኣፀራርያ ኣቢልና ንሓድር ማለት እዩ ንዝኾነ ገዛይ ከምዚኣ ጌር ፀራርያ ኣቢልያ ሓዲረ ኣብዚ ድማ ቲቪ ይውላዕ ኣለኹ ከምኡውን ከምዚ ስሎው ክስተይ ኣለዎ እዚ ከምዚ ክላሲካል ኣለዎ ሙዚቃ ሕጂ ንግሆ ከዓ ደስ ብለካ ከምዚ ትውሑድ ሙዚቃ ገለ ደስ ብለካ ብዝኾነ ናይ ኣውደ ኣመት ከዓ ደስ እየ ቲቪ ወላልየ ገዛይ ከዓ ፀራርዩ ስለ ዝፅንሓ እንተኸይደ ናብ ቁርሲ ይኸይድ ማለት እዩ ዳርጋ ስራሕ ስራሕ ከዓ የብልካን ኩሉ መግብታት የገልመለ ብድሮ ሰሪሐ ሓዲረ ኬክ ድዩ መግቢ ገለ ብኩሉ ሰራርሐ ሓዲረ ብድሮ ንጎት ሲኢልካ ቁርሲ ምግባር እ፣ ምሳሕ ምምሳሕ ብዓብዩ ከዓ ቡን ምግባር ኣውደ ኣመትካ ምስ ትምቃርያ ማለት እዩ ግን እንታይ ከም ዝኾንካ ከዓ ትደክም ኢኻ ከምቲ ብድሮ ስለመራ ትደክም እዩ ምስለኒ ወላ ትሽዑ ዓመትካ ከምዚ ትደክም ኢኻ ብዝኾነ ግን ጥዑም ኣውዲ ዓመት ነይሩ ማለት እዩ ብዝኾነ ከምዚ ኮይና ገዛ ይፀራርያ ምስ ፅንሐትኒ ትዝ ኢለ ድማ ናብ ምንታይ ከይደን ናብ ቁርሲ ምስራሕ ከይደ ማለት እዩ ቁርሲ ከዓ እንታይ ብፍላይ ፋሲጋ ገለ እንትዕር ኮይኑ እንታይ ደስ ዝብለካ ገዓት ከምዚ ፀምካ ገለ ነይርካ ከዓ ኩሉ ክጥዑም ወገለ ደስ ስለ ዝብለካ እንደ ንጎ ከምዚ ሓሓንሳብ ቅጫ ፍትፍት ገለ ቁርሲ ገብር እንደ ግን ፋሲካ ገዓት ደስ ዝብለኒ ማለት እዩ ብዝኾነ ገዓት ክንገብር ኢና ኣብዚ ከዓ እዚ ሕርጭ ዝጥቀመሉ ዘሎ ከዓነ ንፉይ ከምኡ እውን ሓሚሽ ዝተቐመጥኩ ወይ ቅድሚ ሕጂ ብዙሕ ቪድዮታት ናይ ገዓት ሕርጭ ሰሪሐልክን ኣለኹ ጥዕናይ ማለት እዩ ፊኖ ወዲ ፊኖ ገለ ብዙሕ ኣይተዘውትራ ከምዚ ዓይነት ሕርጭ ተጠቀሚ ማለት እዩ እዚ ሕርጭ ኣርባዕተ ዓይነት ድዩ ሰለስተ ዓይነት እየን ምስዘን እዚኣን ብስገም ብጥሕኒ ብኦትስ ዘዳለኽዎ ሕርጭ ማለት እዩ ኣቦ ወና ሓሚሰ ብግቡእ ነፊ ድማ ኣቐሚጦ እዮ ከምዚ ካብ ነንሓንቲ ቃዕቲ ኢልና ዓሰርተ ግዜ ንሕምስ ንነፊ ገለ ኩሉ ቁሩብ ወላ ሓደ ሓሙሽተ ኪሎ ድዩ ገለ ዝኾን ነፊና ንቐምጥ ማለት እዩ ብዝኾነ ኣብዚ ሕጂ ግዕት የብሎ ኣለኹ ምግዓት ከዓ ሓንቲ ፀገም እንድያ ዘላትኒ ከምዚ ብደወይሲ ክግዕት ዘይክእል ሕጂ ኮፍ ኢለ ገግዒ ተዘምፀልኩም ዘለኹም ኮፍ ኢለ ብታሕቲ ግዕት ግዕት ኣቢለ ዘደይባ ዘለኹም እምበር ከምዚ ብደወይሲ ክግዕት ኣይክእልን እየ ኣበይኒ እንታይ እንድዒ ኣብዚ ከርእየኩም ኢለ እየ ዝፍትን ዘለኹ እምበር ብዙሕ ኣይክእሉን እየ ከምዚ ገይረ ግዒተ ኮፍ ኢለ ብእግረይ ቅርቅር ኣቢለ እየ ዝግዕታ ብዝኾነ ማይ ጌርና እንዳብስል ኔኻ ተማም ጌርና ንግዕት ኣለና ማለት እዩ ንቐደም በሉ እስከ ዓዲመኩም ከዓ ከይመፀኹም እዚ ኩሉ ዓዲመ ብዝኾነ ርሑስ ኣውድኣመት ክኣ በሉኒ ኢኹም ከምዚ ኣነ ርሑስ ኣውድኣመት ዝብለኩም ዘለኹ ግን ርሑስ ኣውድኣመት ናተይ ብኣኹም እንታይ እያ ፈለው ምባል ሳብስክራይብ ምግባር እታ ሳብስክራይብ እንድሕር ጥውቕ ኣቢልኩማ ርሑስ ኣውድኣመት ኢልኩምኒ ኣለኹ ማለት እዩ እቶም ሳብስክራይብ ጌርኩምለይ ዝነበርኩም ክኣ እንታይ ትገብሩ ርሑስ ኣውድኣመት ኢልኩም ኣብ ታሕቲ ትጽሕፉ እዚ ቪድዮ እውን ተፈቲኹማ ላይክ ግቡርለይ ኹም እታ ሳብስክራይብ ግባር ግን ቶም ከይረኣኹም ሳብስክራይብ ከይገበርኩም ትርእዩ ዘለኹም ይሕዋት ፕሊስ ፕሊስ ፕሊስ ሳብስክራይብ ግበሩ ንዓይ ሳብስክራይብ ናትኩም ብጣዕሚ እዩ ዘተባብዓኒ ኣነ ኣዶ ቆልዑት እየ ግዜ ፅቢበ ገለን እየ ዝመፅእ ሕጂ ዝያዳ ንክትመፅእ ዝያዳ ንክተባባዕ ከዓ ሳብስክራይብ ናትኩም ሞራል ናትኩም እዩ ዘተባብዓኒ ማለት እዩ ስለዚ ፕሊስ ሳብስክራይብ ግበሩ ሳብስክራይብ ግበሩ ምባላት ምባል እኳ የድልየኩም እዩ ግን ንምዝኸኻር እየ ማለት እዩ ብዝኾነ እዛ ገዓተይ ፀፀኒሐ ማይ እንዳጎበርኩ ይቅዕታ ኣለኹ ማለት እዩ የብስሎ ኣለኹ ፅቡቅ ገይረ ማይ ግብር ኣቢለ ኣብስለ የብሎ ኣለኹ ዝያዳ እንተ ዳርጋ ነዊሕ ሕጊ ሰዓታት ካብ ኦቨን ስለ ዝሓመትኩ ዝሓመስኮ ቀልጢፍ እዩ ዝበስል ኣይድንግን እዩ ብዝኾነ ኣብዚኣ ብኢድና ጌርና ንእሽተይ ጠስሚ ጌርና ከዓ ኣኸብብ ኣኸብብ ኣኸብብ ነብል ኣለና ብተረፈ ምብላዕ ጥራይ ንቕድም በሉ ንቕድም በሉ ገዓት ናይ ፋሲካ ከይተሓልፈኩም ኣብዚ ኸ ጠስሚ ይገብሩ ኣለኹ እዚ ጠስሚ ከዓ ከመይ ዝበለ ሃንን ዝበለ ጠስሚ ሓሚሰ እንዲ እዚ ሓሚሰ ከይለ ከሊሰ እንዲ ንፋሲካ ኣቐሚጥዮ ነይረ ክጥዕም ክጥዕም መዓት ኣከላልሳ እውን ቪድዮ ሰሪሐልክን ኣለኹ ኣብ ናተይ ዩቲዩብ ኣቲኹም ንርእዮ እቲ ናይ ገዓት ሕርጭ እውን ከምቲ ዝበልኩኹን ኣብኡ እቲ ናተይ ዩቲዩብ ኣቲኹም ኣብቲ ቪድዮ ዝብል ኣቲኹም ኩሉ ክፀንሓክን እዩ ኣብኡ ኣቲኹም ንርእዮ ኩሉ ኣለክን ማለት እዩ ብዝኾነ በርበረና ጌርና ከዓ ኣብቲ ርጎ በርበረ ዝጥቀም ናይ ደቂ ከምሳና ስለ ዝቆርሳ ስድራ እንዳኹና ንመፃልና ተመስገን ኣምላኽ ብሓንሳ ገዓት ክኾን ከሎ ኩልና ብሓንሳ ኢና ንበልዕ ደስ እዩ ዝብለኒ ከምኡ ምስ ደቅኻ ገለ ኮንካ ክትበልዕ ማለት ሕጂ ካብቲ ጠስሚ ጥራይ ቁሩብ ዝገብረሉ እምበር ኣብቲ ርግኦ ብዙሕ ብርበረ ኣይገብርን እየ እታ ንእሽተይ ጓልና ከዓ ሕጂ ስለ ነላምዳ ዘለና ማለት እዩ ብዝኾነ ናይ ቁርስና እያ እዚኣ ንቐደም በሉ ንቐደም በሉ ንቐደም በሉ ንቐደም በሉ ከይተሓልፈኩም ኮሉሱ ከይኮለስ ካብ ምኻድካ ኣይፍቀድን እዩ ኮሉሱ ንቐደም በሉ እዚ ናይ ጥዕና እዩ እዚ ጥዕና ጥዕና እዩ በቃ እ፣ ፊኖ ይብሉ ገለ ይብሉ ጥዕና ሓርጭ ጥዕና ጠስሚ ከዓ ብዙኾነ ንቐደም በሉ ንብለኩም ብዝኾነ ድሕሪ ቁርሲ ፋሲጋ ኩሉ ግዜ ከምዚ ኣብ ኖርማል ኣብ ካልእ ኣውድኣመት ኣብ ልደት ገለ ቆሪስና ተመሲሕና ገለ ኢና ቡን ንሰቲ ኣብ ፋሲጋ ግን እቲ ግዜ ስከይድ እዩ ማለት እዩ ምክንያቱ ናይ ንግሆ ትድቅስ ኢካ ቁሩብ ቤተክርስትያን ስለተምሲ ወላ ልደት ቤተክርስትያን ስለተምሲ ለይቲ ትድቅስ ኢኻ ቁሩብ ስለዚ ደቂስና ኔርና ስጋዕ ንቑርስ ስጋብ ቆልዑት ነበላልዕ ክዳንና ገለ ስጋብ ንቀያየር ቆልዑት ስጋብ ዘቀያይረለን ገለ ዳርጋ ሓደን ገለን ከባቢ ኮይኑ ብድሕሪኡ ናብ ሳቡን ይኣቲ ከምዛ ትሪእዋ ዘለኹም ናብቲ ብናይ ቅርብርብ ኣቢለ ሰተይ ንስንስ ኣቢለ ወዲ ኣመት ተዓከ ዘረባ ደስ እዩ ዝብላካ ከምዚ ጌርካ ሰተኻ ነስኒስካ ዲኻ ገለ መለ ክትሕልፎ ከለኻ ከምዚ ጌራ ብሰተይ ነሳይንሲ በታ ዘላትና ኣብ ገዛ ኢኻ ነውዲ ኣመት መራዶ ዝተማቕሮ ማለት ከምዚ ሓደ ሓደ ሰባት ኣሉ ነውዲ ኣመት ኢሉ ዘይተደልዩ ወፃኢታት ዝገብር ሕጂ ንኣብነት ወፃኢታት ክትገብር ትኽእል ኢኻ ግን ከምዚ ነውዲ ኣመት ኢልካ ዘይኮንካስ ከምዚ ኣድሊካ ተኮይኑ ክትገብር ኣለካ እምበር ከምዚ ዘይተደለየ ወፃኢታት ምግባር ገለ ኣይፈቱን እዩ በቲ ዘላትኒ ኣብ ገዛይ ሕጉስቲ ኮይንካ ምውዓል እዩ ደስ ዝብለኒ እምበር ነውዳመት ኢለ ብዘይብል ወጻኢታት ኣይገብርን እየ ሕጂ ንበታ ዘላትኒ ኣብ ገዛይ ገይረ ድማ ሕጉስቲ ኮይነ ይውዕል ምስ ደቀይ ምስ በዓል ቤተይ ማለት እዩ ብዝኾነ ኬክ ኣብዚኣ ኬክ ሰርሐ ኣለኹ ናይ ውዳመት ማለት እዩ እዚኣ ቪድዮ እንድሕር ግዜ ረኸይበ ፖስት ክደልክነ ክጥዕም መዓት መፀለል መፀለል ኬክ ሰሪሐ ብዙሕ ቪድዮታት እኳ ፖስት ክደልክን ቀኒ ኣብ ቲክቶክ ኣብ ገለ ብፍላይ ቁርሲ እውን ዝኾነክን እዚኣ ኸዓ ሓዳሽ ዝሰራሕኩዋ ናይ ውድኣመትና ናይ ክጥዕምዓት መጸለል እያ ብዝኾነ ፖስት ክብለልክን ክፍትን እየ ኣብዚ ኸዓ ዕምባባይ ገይረ ብሽኮቲ ገለመለ ብዝኾነ ደስ ተብል ኣውድኣመት ነይሩ ደስ ተብል ቁርሲ ውናት ጌርና ኸዓ እዚኣ ከም ናይ ዓድና ስታይል ደስ ትብለኒ ስዋ ኸዓ ርኤ ስዋ ስዋ ስዋ ፅራይ ስዋ ርእዮ እንታይ ዝመስል ብዝኾነ ስዋና ቀዲሕና በዓል ቤትና ንብሎ ኣለና ጋሻ ኻዓ ነይሩና ኣብዚ እግሩ ቆሪፅና ነእትዎ ኣለና ብዝኾነ ከምዚ ጌርና ቁርስናና ቀሪብና ስዋና ቀሪብና ከመይ ዝበለ ውዳበ ኣሕሊፍና ማለት እዩ ሕጂ ድማ ሽምዓና ወሊዕና ምስኣ ዘይተርፍ ከኣ እንታይ እጣን እጣን ካብ ፈቱ መዓት እየ እጣን ብፍላይ ከምዚ ኣብ ውዳ ኣመት ድዩ ሰንበት ድዩ ኾን ከሎ ከምዚ ደስ ዝብል ኣብ ውዳ ኣመት ከምዚ ቁርሱ ናትካ ዘለካ ኣብ ገዛኻ ቅርብ ድባ ኣቢልካ ሽምዓኻ ውልዳ ኣቢልካ ዕጣንካ ግብር ኣቢልካ ገለ ካብቲ ደስ ዝብለኒ ተዓዲም ግና ንከምዚኣ ጌርክ ቡን ኣስትያኒ ኣነ እንተመፂኽና ንኻ ከምዚኣ ገይረ ቡን ከስትየክኒ ብዝኾነ ሽምዓና ውሊዕና ዕጣንና ጌርና ኣወል ቡና ወሪዳ ኣላ ድማ ኣወል ቡን ክንቀድሕ ኢና ንቐደም በላ ንቐደም በላ ናይ ኣውደኣመት ናይ ኣውደኣመት ቁርሲ እውን ሕዛ እዚኣ ከምቲ ናይ ዓድና ቁርሲ እውን ኣቀራርባ ብቲኣ ድማ ኬክ ነፀለል ኬክ ኣላ ንቐደም በላ ንቐደም በላ ንቐደም በላ ንቐደም በላ ንቐደም በሉ ከዓ እቶም ስኮብል ብፍላይ ኣወዳት እቶም ሰብ ሓዳር እኳ ንስኹም ከስቲኹም እንቶም ስኮብል ግን ንቐደም በሉ ዓዲመኩም እዮም ግን ባዕሎም ይኹም ዘይመፃኹም ዝኾነ

ወልፊ እንዳተተሐዘልካ ናይ ኬክ ኣነ ኬክ ገዲፍ ኢለ ከምዚ ብዙሕ ሽኮራዊ ነገር ገለ ይቆጥብ እየ ዘለኹ ከምታ ሚዛን ክጎድል ገለ ኢለ ግን እዚኣ መፀለ በቃ ሓንሳ ምስ በላዕካያ ዘይትገድፋ ትሚልካ ብልዓያ ብልዓያ ብልዓያ ጥራይ ዝመፀካ ዋላ ግጀፍ ኢለ ፋሲካ ሓመድ እየ ክገብራ ነይረ እዩ ውሽጡ ከዓ ክጥዕም ከዓ መዓት መቁረቱ ክነግረክን ኣይክልኒ ክትሰርሑ ከ እው ክቐልል እው ክቐልል ብዝኾነ እዚኣ ናይ ችኮላታ ኬክ እያ ብጣዕሚ እያ ጥዕምቲ ብጣዕሚ ኣሰራርሓ ከሪክን እዮም ዝኾነ ዳግማይ ትንሳእ ትሰርሓ ኣብዚ ኣብ ናይ ቡነ ኣምፅኤ እቲ ቆሪሰ ንዓኽን ኢለ እንዲኦ ብኮይነ ቆሪሰ ኣብዚ ከምፅኤ ዲጉ ኣሎ ኣለኹ ወላ ዓሰርተ ኪሎ ይወስኽ ኢለ እምበር ሽኮራዊ ነገር ገዲፈ እየ ነብሰይ ክቕንስ ኢለ ብፍላይ ካብ ዝሓረስካ ምስ ሓረስትና ከዓ ስለ ንገጅፍ ማለት እዩ ብዝኾነ ከምዚኣ ጌርና ኬክና ቆሪስና ቡንና ሰቲና ድማ ናብ ምሳሕና ምምሳሕ ኣቲና ማለት እዩ ግዜ ዳርጋ ከይዱ እዛ ስእሊ ዝብልዋ ከኣላ እንድያ ግዜ ብጣዕሚ እያ ትበልዓልካ ብዝኾነ እዚ ምሳሕና ነዋዕ ኣለና ፀብሒ ድማ ከምዘን ትርእየን ዘለኽን ፃዕዳ ዶርሆ ዝግኒ ናይ በጊዕ ከምኡውን ድሎት ሰሪሐ ናይ ውድኣ መፀብሒ ዘይቲ ብዙሕ ቀንበይበይ ዝበለ የብሉ ገለ የብሉ ጥዕና እዩ ዝሰራሕነ መፂኹም ክጥዕሙ ትኽእሉ ኢኹም ክጥዕም መዓት እዩ መፀለሊ መጋነን ይጣ ክትብሉን ኢኹም እምበር ብዙኹን ኣብዛ ገይረ እዚኣ ንእሽተይ ድሎት ንንእሽተይ ፀብሒ ሰሪሐ ንሕና ብዙሕ ስድራ ኣይኮናን ሕጂ ብዙሕ ስድራ ኣይኮናን ክብለኩም ሲ ኣነም በዓል ቤተይ እንዳርገና ንበልዑ ደቀይ ከዓ ንኣሽቱ ስለ ዝኾና ብዙሕ ኣየብዝሕን እየ ማለት እዩ ቆቁረብ እየ ዝሰርሕ ብዝኾነ ከምዚ ጌርና ሰሪሕና ኩሉ ግዜ ውድ ኣመት ከ እንታይ ይብለኩም መኣዲ እዚ በብያትኻ ይፈቱን እየ ኣነ ብፍላይ ኣብ ግዜ ውድ ኣመት ማለት እዩ ብሓፈሻ ንሕና ኩሉ ግዜ መኣዲ እንዲና ንበልዕ ክንስ ብያቲ ኻብ ገዛና ኣይፍለጥንዩ ኲሉ ጊዜ መኣዲ ኢና ንበልዕ ማለት እዩ ብፍላይ ካብ ጊዜ ውድኣመት ብፍላይ ተን ኣብ ገዛ ኽን ብያቲ ተብላዕ ደቅኽን ኣብ ጊዜ ውድኣመት መኣዲ ብላዕ ምክንያቱ መፋቐሪኻ መዕለሊኻ ኢሂን ሚሂን ምባህሊኻ እዩ ዝኾነካ ስለዚ ከምዚኣ ጌርና መኣድና ቀሪብና ናብ ምጽባሕና ኣቲና ናብ ምሳሕና ማለት እዩ። ንቐደም በላ ከዓ እስኽን ምሳና ጣይታ ከርእዩ ክፅበ ኮይኑ ምሳና ተመሳሓ ከምዚኣ ጌርና መኣድና ኣቐሪብና ምስ ደቅና ኣውደኣመት ሓሊፍና ኣውደኣመትና ነዚኣ ትመስል ነይራ ብሕፅር ዝበለ ማለት እዩ ሕፅር ሕፅር የቢሉ እየ ምክንያቱ ኣነ እውን ከስተማቕረሉ ከቲ ውደኣመት ከስተማቕረለን ኢለ ስለ ዝሓስብኩ ሓንሳብ ክትስእል እቲ ውደኣመት ከስተማቕርካ እዩ ዝመሴካ ማለት እዩ ክትፈሩ ምስ ኣለ ውደኣመተይ ከስተማቕር ስጋዕ ትብል እያ ትኾን ማለት እዩ ብዝኾነ ከምዚኣ ገይረ ግን ኣሕፅር ኣሕፅር ኣቢለ ጥራይ ስኢለ ኣለኹ ንስኹም ከዓ ሳብስክራይብ ምግባር ኣይትሕመቑ ርሑስ ኣውደኣመት በሉኒ ኢኹም ሳብስክራይብ ጌርኩም እቶም ሳብስክራይብ ትገብሉ ዘለኹም ድማ ደጊመ ደጋጊመ ብልቢ የሰመስግነኩም ብዝኾነ ደርሆና ፀቢሕና ብዚ ድማ ዝግነ ናይ በጊዕና ፀቢሕና በዲኣ ፀዓዘና ፀቢሕና በዲኣ ድማ ድሎትና ጌርና ኣውደኣመትና ከመይ ዝበለ ተሕሊፍናያ ማለት እዩ ነቐደም በሉ ነቐደም በሉ ንዓመታ ከዓ ከምዚ እዋን መምስ ስድራና መምስ ፋሚልና እንሻላ ንሕልፎ ግበረና ብዝኾነ ብኻሊእ ቪድዮ ክሳብ ዝምለሰኩም ሰሰናይ ንዓኹም ኮሉሱ ከይጣዕምካ ምውፃእ ኣይፍቀድን እዩ ደጊመ ደጋጊመ ካብ ርሑስ ርሑስ ኣውደ ዓመት ከምዚ ንዓመታ ከይቆርመመ ከይሽረፈ ምስ ጥዕናና ብሰላም የፅናሕና ዓመት ንዓመት ኣየድግመና። ብካልእ ቪድዮ ስጋብ ዝምለስ ባይ ሰሰናዩ ጸጽቡቑ ንዓኹም ባይ